ዓሰርተ ዓመት ገይረ እታ ብኽንደይ ለመና ዘሰረትክዋ ገዛይ ተደርቢያ ተመኪሖም መርዓ ሓወይ ከመርዑ ሓፍተይ ከመርዑ ኣሽሓት እናሰደድኩ ገዝሚ ከግዝም ተፋቲሖም ኣብ የመን መፅኦም ምሽዋር ክፈል ክብሉ ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎም መዓልቲ ሒዘልኩም ዝመጻኹ መደብ መደብ እንታይ ትምኽሩኒ ዝብል ሓንቲ ሓፍተይ ዝፅሓፈትለይ ብጣዕሚ ዘሕዝን ዛንታ እየ ሒዘልኩም መፅየ ኣነ እዛ ዛንታ ኣንብየ ምስ ወዳእኹ ዝገልጾ ወይ ክዛረቦ ዝደሊ ሓሳብ ኣለኒ ንስኻትኩም እውን ሓሳብኩም ግለጹ ንዓኣ እውን ምኽርኹም ለግሱላ ናብዛ ዛንታኣ ከብለኩም ሰናይ ምክትታል ዛንታኣ ከምዚ እዩ ዝብል ኣቢተይ ሰላምኪ ይብዝሐለይ መኽሰበይ ኣብ ስደት ዝኸሰብኩ ኹይ ጠንካራይ መምህረ ኢኺ ተስፋ ቆሪጸ ነይረ ዝኾነ ዋላ ናይ ቀደም ደጊመን ተሰሚዐስ ንእሽተን ሓይሊ ይረክብ ምስ መንፈሳዊ ስብከት ተወሳኺ እና ቀፅልሉ ዛናትና ንፈትወኪ ኢና ብጣዕሚ እየ ዘመስግን ይቐድኔሊ ዝሓፍተይ እና ዛንታይ ብምንታይ ክጅምሮ እኳ እንድዕዋ ኣብ ስዑዲ እየ ዘለኹ ጓል ዓሰርተ ሸውዓተ ዓመት ኮይነ ተሰዲተ ኣብ ስዑዲ ዓሰርተ ዓመት ሰሪሐ ኣለኹ ምንኣስ ቦኽሪ እየ እቲ ቦኽሪ ወዲ እዩ ምንኣሰይ ወዲ ምንኣሱ ጓል እቲ ቦኽሪ ዓዲ እናሃለኹ ተመርዕዩ ስዑዲ መፅዩ ነይሩ ድሓር ስሒቡኒ ምስ ኣተኹ ናይ ስደት ነገር ኮይኑ ዓዲ ከይዱ ናይ ምሽዋር ዕዳይ ወዲኤ ወሲኸ ሰሪደሉ ስርሑ ከፊቱ ምንእሰይ እውን ምንጃ ፍቓድ የምህሮ ነይረ ምንኣስ ምንኣሰይ ምስ ወዲ እናኸደት እያ ቆልዓ ሒዛ ከይትመፀና ነመርዕዋ ኢሎም ንሳ ግን ተቓበልኒ ምንም ኣይብለይን እናበለት ተምሕለለይ እሞ ፍቓዶም ክመልእ ኣመርዕዋ የብሎም እሞ የመርዕዋ ከምኣ ቆልዓ እዩ ንሱለ በኹሪ ሓወይ ገፊሕ መርዓ ስለ ዘይተገበረሉ ሎሚ ገፊሕ መርዓ ክንገብር ኢና ኢሎም ሃሊኾም ደስ ይበልኩም ግበሩ ኢለዮም ሰሰሪሐ ይሰደሎም ነይረ ወይ ሓፍተይ ህልኽ ሒዝዋ ሙሉእ ፅሩራ ወርቂ ሙሉእ ፅሩራ ብሩር ጥልፍታት የለ ዙርያታት የለ መዓት ተሸሊማ እቲ ቆልዓ ተለቂሑ እዩ ሸሊምዋ ክሓሙና እዮም ክነግዝማ ኢና ኢሎምኒ እንታይ ክብል ኣኪበ ተለቂሐ ሰዲደ መዓተ ሸሓት ምስ መሕለፊ መርዓና ናገዝመ ወዲኤም ገዝሚ ተለቂሑ እዩ። ሎሚ ከዓ እንዳ እከለ ክንድዙ የግዝሙ ኣለዉ እዮም። ካብ ሰብና ክንእሰ ይብልናን ዛጓለይ ኢሎም ባዕሎምለ ተለቂሖም ወሳሲኾም ተገዚማ ተሞርዕያ። እቱ ዝተለቀሕዎ ኣነ ሰሪሐ ከፊለ እዩ። ድሓር ሓዳር ገይሮም እቲ ቆልዓ ተረፍ ልቑሑ እናሰተየን ከተማ ወፂኦም ገዛ ተኻርዮም ትብላዕ ትስተ ዘይብሉ ናጉልበት ይሰርሕ ደኺምዎ ይሓድጎ ኣብ መንጎ ጠኒሳ ናባይ እናደወለት ኣገዲዶም ኣመርዕዮምኒ ጸጊሙኒ እናበለት ይሰደላ ቆልዓ ምስ ወለደት ናብራ ምስ ከበዶም ተፋቲሖም እሱ የመን መጽዩ ንሳለ ክትመጽእ መሊሰምዋ ኣብ መንጎ ምንኣሰይ የመን መጽዩ ምሽዋር እናበለ ስኽሕኽሕ ምስ በልኩ ስዑዲ ኣትዩ ቅርሺ ሰዲደሉ ዓዲ ወሲደሞ ተመሊሱ ክምለስ እየ ወይ ስራሕ ክፈትለይ መኪና ስኢነ እየ ኢሉኒ ኣምሂረዮ ስለ ዝነበርኩ ኣብ ባሕሪ ዝተገልበጡ ስለ ዝነበሩ ፈሪሐ ሰዲደሉ ኣብ ኣካውንተይ ዝነበራ ሂበዮ ስራሕ ከፊቱ ዕዳይ ከይመለሰለይ ዓርኪ ነይራቶ ለከ ተምሃራይ እናሃለወ ጓል ሃፍታም እያ ኣዕርኽቱ ይፈልጡ እዮም ኣብ ጥቓኣ ስራሕ ምስ ከፈተ። ወለዳ ፈሊጠምዋ ኣፈራሪሐምዎ ክነእስሮ ኢና ኢሎም ጓሎም የፍቅሮ እየ ንኻልእ ኣይምርዖን ምስ በለት ስድራ ናለ ብሽማግለ ለሚኖም ይመርዐዋ ተባሂሉ ሓፍቱ ክትሽልመሉ እያ ኢሎምዎም ንታ መርዓት ዓባይ ሓፍታ እናመረፀት ልዕሊ ዓቐን ተሸሊማ ሽልማት ተፀብፂቡ ተደዊልኒ ተባኢሰዮም ግን በቃ ሓውኪ ክእሰር እዩ ትሕቲ ዕድመ ካብ ትምህርቲ እናወሰደ ይሽውዳ ነይሩ ተናዒቕና ኢሎም እዮም ኢሎምኒ ሰዲደ ጸጸኒሖም ከዓ ዓዲ ጓል ሓያል መርዓ ገይሮም እዮም እሞ ዳስ ክንተክል ኢና ኢሎምኒ ሰብከ እንታይ ይብለና ዓዲ ሕማ ክምክሑልና እናበሉ ዝሰምዐኒ እስኢነ ተመርዕዮም ሓፍተይ እውን ምስ ድራ ተደሪባ ስለ ዝነበረት መጻኹ እናበለት መን ክቕበለኪ እናበልኩ ብመዓልቱ እናጸረፍኩ ብመዓልቱ እናለመንኩ ትቕመጥ ነይራ። ዕጽዋን ክባን ኣርኪቡ ብዓፋር እናሰደድኩ ይሕግዞም ነይረ። ኣብ መንጎ መንገዲ ረኺባ ለከ መጽያ የመን ኮይና ደዊላትለይ ተቐቢለያ ኣትያ። በቃ እዘን ቅርሸይ ቁርጽርጽ እናበለት ኣህጉግ ኣቢላትኒ። ትዕግስቲ ኣይብላ ትሕትና ኣይብላ ሕርቕ ሕርቕ ትብል። ስራሕ ትሕት ኢላ ኣይትሰርሕ ሞባይላ ሒዛ ቲክቶክ ጥራሕ ትጭፍር። ምኽሪ ኣይትሰምዕ ገለ ተበላ ዋላ ቅርሺ ሓዲጋ ትወጽእ ተመሊሳ ትኾርየለይ ሂወተይ ይዓብየኒ ቅርሽኺ ግን ክህበኪ እየ ትብለኒ ሰኣን ትሕት ኢላ ምስራሕ ሰኣን ምዕጋስ ክንደይ ስራሕ ትኸስር እተን ዕራብለ በቃ ዘይፈትዋ ኣተሓሕዝኣ ባዕሉ ኣጽሊኢና ይብላ ድሕሪ ዕጽዋይ ክባይ መሬት ገዚኤ ምስራሕ ጀሚረ ነይረ ግን ብጣዕሚ ንእሽተይ ነበረት ሓፍተይ ንሃለቃ ክነመርዐዋ ኢና ማሕላ ኣለና ባ ታይባ ኢሎምና ድርብ ደቅና ተቐሚጥክን መን ክኣምነና ዘን ደቀይ ደስ ክንብላ ደስ ክብላ ክንገብረላ ሎሚ ፋሽን መጽዩ መጋየጺታት ሙሉእ ባንዲ ንሳለ እሞ ተመርዐው ንተኾይንኩም ከም ናይ ኩሉ ሰብ መርዓ ግበሩለይ ድልየተይ መሪጸ ክሽለም እየ ኢላትና ኢሎምኒ ኣነ ዓጽየ እዮም ወፅየ እዚ ሓፍተይ ግን ከም ጥዒቲ በቃ ድላይ ኣገበሩላ ካብ መን ይገደና ኢላቶም ክሰዳ እየን ኢሎም እናተዛረቡ ሰሚዓ እዚ ሓፍተይ ልዕሊ ቓዕምና ተሸሊማ ካብና ኩሉ ዝገፍሕ መርዓ ገይሮምላ ንሓፍተይ ንሽሙ እየን እምበር ናተይ ገንዘብ ይበዝሕ ኣብ ሓፍተይ ዳርጋ ሓደ ሚልዮን ወፃኢ ወፂዎ ንመርዓ ንገዝሚ ንመጋየፂ ናይ ዳስ ንባንዲ በቃ ምስ ተመርዓው ከዓ ከተማ እየ ዝቕመጥ ኢላቶ ወፂኦም ንሱ ይልስን ገለ እዩ ይመስለኒ ቆልዑ ወሊዶም ግን በቃ ጸገመና ጠመየና ጥራሕ መውፅኢት ኣፎም እቲ ሓወይ እውን መፅዩ ንምንታይ ተበልክዎም ሰብ ክምክሐልና ደቅና ስዑዲ ኣቐሚጥና። ሰብ ክምክሐልና ከብድኻ ሓምሊ ምልኣዮ ዝባንካ ወደቦይ ርኣዮ ይበሃል ይብሉኒ ንቤተሰብ እንተ ደዊለ እውን ሎሚ መስተይ ቡን ኢኻ ትኸውን ዳስካ ይነዓቕ እኽለ ማይካ ይነዓቕ ግዴታ ተመሳሲልካ እዩ ዝሕለፍ ይብሉኒ ዋላ እቶም ኣናእሽተይ ዝብሎም ኣሞርዒናለ ዕረፍቲ ዘይብሉ በቃ ፀባይ ስኢነ ንድድ ንድድ እናበለኒ እና እስከ ስፍሕ ኣቢልኪ መልስለይ ኣቢተይ እዙ ማዕረ ሰብካ ዘለካ ነጊፍካ። ጉዳይ ምግባር ምስ ሰብ ምውድዳር እንታይ ትብልዮ ትድግፍዮዶ ካልኣይ ፎቶታት ናይ ቁርባን እናበሉ ናይ መልሲ ናይ ሽምግልና እናበሉ ዋላ ኣብኡ ይወዳደሩ ኣለው ደሓር ከዓ ዘይቕንዩ ይፋትሑ ሰብ ደግኻ ጥራሕ ይርኣዮ ኣይምከሐልካ ዝበሃል ኩሉ ሰብ እዩ ኣሚኑሉ እኒኦ ንሕና ግን መወዳደርቲ ገይሮምና መን እዩ ክርድእልና ኣቢተይ ሓሳብኪ ግለፅልና ምክርክለ ሃብኒ ይቅርታ ፅሑፈን ዊሐልኪ ዝብል እዩ ዛንታኣ ኣነ ክምልሶ ዝደሊ መልሲ ሓደ ካብ ዝሓታት ንዘላ ሓደ ብህይወት ደቆም ብጉልበት ደቆም ንብዙሕ ዓመታት ተሰዲተን ኣብ ስዑዲ ክንዱዙይ ዓመት ዝገበረት ጓለላትና ክንዱዙይ ዓመት ዝገበራ ደቅና ኣለዋና ካብ መን ይገደና እናበልካ ብዛዕባ ምውድዳር ካልኣይ ድማ ብዛዕባ እዚ ከብድኻ ሓምሊ ምልኣዮ ዝባንካ ወደቦ ይርኣዮ ዝብል ተኣምንሉ ዶ ዝበለትኒ ብዛዕባ እዛ ከብድኻ ሓምሊ ምልኣዮ ዝባንካ ወደቦ ይርኣዮ ክገልፃ ዝደሊ ማለት ሕጂ እንድሕር ደኣ ስፍሕ ኣቢለ ገሊፀያ ምስ ዝቐፂለ ዝገልፆ ምስዚ ናይ ውድድር ደቓይቕ ክነውሕ ይኽእል እዩ ካልእ መዓልቲ ተዝገልፃ ይመርፅ ብሕፅር ዝበለ ግን ብዛዕባኣ ኣብ ዝኾነ ነጥብታት ኣብ ዝኾነ ኩነታት ይኣምነላ እየ ኣብ ዝኾነ ነጥብታት ኣብ ዝኾነ ህይወትን ኩነታትን ድማ ብፍጽም ኣይኣምነላን። ከም ኣብነት ብሕጽር ዝበለ ኣብዚ ሕጂ ተገሊጹ ዘሎ ናይ ውድድር ዓለም ኣይኣምነላን ማለት እዩ። ብሓፈሻ ሎማዓልቲ ቀንዲ ከልዕሎ ዝደሊ ነጥቢ ኣጋጣም ድምፂ ብዙሓት እውን ክኸውን ይኽእል እየ ናይ ብዙሓት ስቓይ ናይ ብዙሓት ህይወት እውን እዩ ኢለ ስለ ዝኣምን ቀዳማይ ብዛዕባ ውድድር ኣነ መርዓ ሓቂ ንምዝራብ ደጋፊት እየ። መርዓ ብፍላይ ብፍላይ ንዓና ንስደተኛታት ብዙሕ ነገርና ኣብ ስደት መስዋእቲ ከፊልና ብዙሕ ዓመት ተንከራቲትና ከይነበርና ዝኣከብናየን ቅርሺ ብዓቕምና ብተን ገንዘብና ኳልኩሌት ጌርና ተተመርዕናሲ መርዓ ማለት ኣብ ህይወትና ካብተን ዘይድገማ መዓልቲ ሓጎስና ማለት መርዓስ ብዙሕ እዩ መርዓን ሞትን ኣብ ህይወትናስ ዓብዪ ትርጉም ኣለዎ ንኹሉ ማለት እዩ ስለዚ መርዓ ይድግፍ እየ መርዓ ይድግፍ ክብለኩም ከለኹ ብኸመይ ይድግፍ ብዓቕምኻ ብገዛኻ ከምተን ዘለዋኻ ገንዘብ ተረዳዲእኻ ክልቴኻ ተረዳዲእኻ ንኣብነት ክልተ ነጥቢ ተሃልይዎ ሓደ ሰብ ወይ ከዓ ሓደ ነጥቢ ተሃልይዎ እተን ሓሙሽተ ሚእቲ ስራሕ ክኸፍቱ ቡቲክ ክኸፍቱ እንተደልዮም ንኣብነት ከመይ ዓይነት ገዛ ኻራይ የድልየና ክንደይ ዝኣክልከ ገንዘብ ክነምፅእ ንኽእል እንታይ እንታይ ዓይነት ማተርያላት የድልየና ኢሎም ተተረዳዲኦም ብድሕሪኡ ተን ሓሙሽተ ሚእቲ ድማ ክንደይ ዝኣኽላ ንወርቂ ክኾና ይኽእላ ንጥልፊ እንደገና ብድሕሪኡ ምስ ተረፈ ነቲ ዝተረፈ ዘሎ እኽለማይ ንኹሉ ነገር ክንደይ ክኾና ይኽእላ ኢልካ ክልቴኻ ተተረዳዲእኻ ብዓቕምኻ ብገዛኻ ሓደ ነጥቢ ተሃሊካ ክልተ ነጥቢ ሰለስተ ነጥቢ ብሓፈሻ ብተን ዘለዋኻ ገንዘብሲ ኳልኩሌት ጌርካ ክልቴኻ ተረዳዲእኻ ፅባሕ ዘይትጠምየሉ ተመሊስካ ናብ ሰብ ናብ ኢድ ሰብ ዘይትወድቀሉ ተመሊስካ ዘይትስደተሉ እንድሕር ደኣ ብዓቕምኻ ኮይኑ ሓደ ንወለድኻ እውን ዓብዪ ነገር እዩ ንዓኻ እውን ዓብዪ ነገር እዩ መርዓ ብፍላይ ሰሪሑ ተንከራቲቱ ኣብ ስደት ይኹን ኣብ ዓዲ ተንከራቲቱ ከይነበረ ገንዘብ ዝኣከበ ከይነበረ ኣብ ዝኾነ ደረጃ ንዝበፅሐ ሰብሲ ይግብኦ እዩ እየ ዝብል ኣነ ቀንዲ ሎም መዓልቲ ግን ከመሓላልፎ ዝደሊ መልእኽቲ ብዛዕባ እዚ ኣብ ዓድና ዘሎ ውድድር ውድድር ብሂወት ደቆም ብጉልበት ደቆም ብዕድመ ደቆም ብኣብ ስደት ዘለዋ ደቆም ዝወዳደሩ ዘለዉ ወለዲ ኣብ ዓድና ሕጸ ክግበር ውድድር እቶም ዓዲ ወዲ ዝኾነ ነገር ሒዞም ክኸዱ ተኾይኖም ምስ ከምኦም ሒዞም ዝኣተው ዓዲ ወዲ ይወዳደሩ እቶም ሒዞም ዝጸንሑ ዓዲ ጓል እውን ከምኡ። ገዝሚ ንባዕሉ ኣብ ሕጸ ካብ ዝጅመር ብዙሕ ገይሩ ኣሎ። ኣብ ኩሉ ከባቢ ድዩ እንድዒ ገዝሚ፣ ኣረቂ፣ ቢራ ገለ ሒዞም ክኸዱ ከለውሲ እቶም ዓዲ ጓል ከዓ ናይቲ ሒዞምዎ ዝመጹ ኢሎም ገዝሚ የግዝምዎም። ንምንታይ? ሓደ ሰብ ስለ ዝጀመሮ ኣነ እውን ካብ ሰበይ ክንእስ የብለይን። ካብኡኸ ብምንታይ ይንእስ ወይ ከመይ ገይሩ ይገደኒ ከምዚ ጽሒፋቶ ዘላ ዓይነት ኣተሓሳስባ ይሓስቡ፣ ይወዳደሩ፣ ሳልሳይ እቲ ራብዓይ ካብ ገጠር ናብ ከተማ ካብ ከተማ ናብ ገጠር ከምኡ እናበለ እንደገና እናተባዝሐ እናተባዝሐ ይኸይድ። ኣብ ሕድሕድ ዳስ ክትከል ከሎ ካብቲ ጎረቤቶም ካብቲ ወዲ መንደሮም ዝነኣሰት ዳስ ዘይኮነ ካብኣ ዝገፍሐት ዳስ እንተነኣሰ ማዕረኡ ክገብሩ እዮም ዝደልዩ። ኣብዚ ሕረዳ ከፍቲ ኣብ ባንዲ ባንዲ ንባዕሉ ውድድር ኣለዎ እንታይ እንታይ ዓይነት እዩ እንድዒ ኣይፈልጥን ኣብ ገዝሚ ኣብ ዲኮር ናይ ዳስ ከምዚ ጽሒፋቶ ዘላ ኣብ ኩሉ ነገር ውድድር ኣለዎም በቃ ይወዳደሩ እዮም ካብ መን ይገደና መዓት ድኽነት መዓት ጸገም መዓት ስእነት ሒዝናሲ ንሕናስ ተዘይንደክ ነርና ካብዚ ናይ ዓድና ዘሎ ኩነታት ወፂና ማለት እዩ ብቲ ሰላም ዝነበረሉ እሞ ንውሰዶ ንሕናስ ክንደው ዝኣክል ጸገም ተዘይህልወና ነይሩስ ኣብ ስደት ምተንከራተትና ኢልኩም ትሓስቡ ንሕናሲ ስእነትን ድኽነት እንተዘይነብረና ውልድን ወላድን ምተፈላለየ ኢልኩም ትሓስቡ? ብዙሓት ኣዋርሕ ዝገበሩ ደቀን ካብ ስደት ምሰደደኦም ወይ ከዓ ካብ ዓዲ ገዲፈንኦም ከምዚ ሓደ ግዜ ዝፀሓፍ ጸባ እናፈሰሰን ገና ጥው እኳ ከየግደፈኦምስ ምስተሰደታ ኢልኩም ትሓስቡ? ኣይምተሰደታን። እዚ ሕጂ ፈቆደ በረኻታት ዝንከራተት ዘሎ ኣይምተንከራተተን ነይሩ። ንሕና መዓት ድኽነት፣ መዓት ጸገም ኣለና፣ መዓት ድሕረት ከዓ ኣለና። ንኣብነት ካብዚ ውድድር እዚ ዝዓቢ ድሕረት የለን። ዓሰርተ ዓመት እንተገበረት ጓልኩም ሓፍትኻ ዓሰርተ ዓመት እንተገበረትሲ ኣብቲ ዓሰርተ ዓመት ውሽጢ እንታይ ዓይነት ህይወት ትሐልፍ? ዓሰርተ ዓመት ገይራኸ ዝገዝኣታ መሬት ኣስሪሕኹምላ ዶ? ከም ገለ ኢላ ተተታሒዛስ ኣበይ ክትዓርፍ እያ ትኽእል? ተመሊሳ ክትስደት? ተመሊሳ ክትንከራተት? ኣብቲ ዓሰርተ ዓመት ውሽጢ ትሓምም ትኽእል። ገንዘባ ክትከሓድ ትኽእል ዓረባት ክጠልማኣ ይኽእላ ዘቐመጠትሎም ክጠልምዋ ይኽእሉ ከምዚ ሕጂ ዝሓፍታ ትገብሮ ዘላ ዓይነት ተግባራት ከምኡ ዓይነት ህይወት ክተሕልፍ ትኽእል ቁፅሪ ጥራይ ዘይኮነ እቲ ኣብቲ ቁፅሪ ንሱ ዝሓልፍ ዘሎ ዕድመኸ ሳኻ ክትመርዖ ይብላን ክትወልደ ይብላን ሓዳር ትገብር ክትዕርፍ ኣይትኽእልን በቃ ተንከራቲታ ንሳ ኣብ ስደት እናተንከራተተት ትሕቲ ሰብ ተቖፂራ ተለኣኣኺት ተገዛኢት ኮይና እናተገዘአትሲ ንሳቶም ተመኪሖም ማዕረ ጎረቤቶም ክንድኡ ዝኣክል ጉዳይ ክገብሩ መን እዩ ክርደኣላ እዛ ኣብ ስደት ዘላ ኩሎም ወለዶ ኣይኮኑ እዞም ከምዚ ዓይነት ትምክሕቲ ተመኪሖም ዝነብሩ ግን በቃ ኣነስ ክቐረፍ ካብ ዝደልዮ ኣተሓሳስባ ብጣዕሚ ካብ ዝጸልኦ ማለት እዩ ሰብ እሲ ከም ገዝኡ እዩ ክነብር ዘሎ ክሕጎስ ተኾይኑ ግዴታ ልዕሊ ዓቐን ሰብ ስለ ዘውረየሉ ጥራሕ ኣይኮነን ሓጎስ ክበሃል ዝከኣል እዚ ጎረቤቱ ሃገር ሙሉእ ዳስ ሰሪሑን ንሱ ከዓ ኣብታ ዘላቶ ዓቕሙ ሓንቲ ካንሸሎ ዳስ ሰሪሑንሲ በቃ ተሐጉሰ ተኾይና እታ ገዝኡ እታ ከም ገዝኡ ከም ዓቕሙ ዝገበራ እያ ከተሐጉሰ ዘለዋ። ብመሰረቱ ትኽክለኛ ሓጎስ ከምፀእልካ ዝኽእል ኣብ ህይወት ሰብ ዝገበሮ፣ ሰብ ዝኸዶ፣ ሰብ ዝጀመሮ ስለ ዝገበርካስ እግሪ ሰብ ስለ ዝተኸተልካ ዘይኮነ ሕልናኻ ስለ ዝተኸትልካ ማዕረ ገዛኻ ማዕረ ዓቕምኻ ስለ ዝገበርካን ስለ ዝነበርካን ጥራሕ ኢኻ ትኽክለኛ ዕግበት፣ ትኽክለኛ ደስታ ክተስተማቕር ትኽእል። ከም ገዛኻ ተነቢርካ ኢኻ ኩሉ ግዜ ክትሕጎስ ትኽእል። ጎረቤትካ ናይ ባዕሉ ዓቕሚ ኣለዎ፣ ናይ ባዕሉ ህይወት ኣለዎ፣ ንስኻ ከዓ ናይ ባዕልኻ ዓቕሚ፣ ናይ ባዕልኻ ህይወት ኣለካ። ጽባሕ ተፋቲሖም ዋው ኢሉ ተደኒቑ በቃ ብዳሶም ብኹሉ ነገሮም ዝተደነቐ ሰብ ኣብ ዳሳት ኣለኽን ብዙሓት ሰብ ክርእየልክን ኣነ ከም ሰብ ክርእየልካ እየ ዝቖጽሮ ዝረኦይለይ ስምዑለይ እየ ዝቖጽሮ ውድድር እየ ዝቖጽሮ እዚ ንሓውክን ስእለ ድኖታት ኣብ ዳስ ምዝርጋሕ ኣነ ብሓፈሻ ኣይድግፎን ንሱ ንባዕሉ ማለት እዩ ከም ኣነ ስለዚ ካብ ክረኣየልካ ካብ ታሪኽ ክዝረበልካ ክንድዙይ ዓመት ጌራ ከም ዓይነት ኣተሓሳስባ ዘለክን ኣብ ስደት እውን ስለ ዘለኽን ማለት እዩ ካብ ታሪኽ ተዘሪቡ ሓውካ ይኹን ወለድኻ ምንም ዓይነት ጥቕሚ ክጠቕሞም ኣይትኽእልን እሶም ክሕጎሰ ይኽእሉ ንጊዙ ይመስሎም እቲ ዝምርዖ ክሕጎሰ ይኽእል ንስኸ ትሕጎሰ ይትኽእል ምስ ሓለፈት ኢኹም ትጠዓሱ ሰብ ኣሻዓ ታሪክ ተዛሪቡ ብድሕሪ ኣይረስዐኩም እዩ እንደገና ናይ ካልእ ዳስ እዩ ከዓ ታሪክ ክዛረብ ዝኸይድ ዋላ ዝነኣሰት ዳስ ኢሉ ሓሚኡ ጽባሕ እታ ትጽገማ ዘለኻ ጸገም ክቕንሰልካ ወይ ክውስኸልካ ኣይኽእልን። ታሪኽ ተዛሪቡ ገዛ ኸራይካ ኣይኸፍለልካን። ሓሚካ ኣነኣኢስካ እዛ ዳሱ ክትንእስ ኢልካ እውን እቲ ዝነበረካ ነገር ክነብረልካ ወይ ክውስኸልካ ወይ ክቕንሰልካ ኣይኽእልን። እታ ትነብራ በቃ እስኻ ኢኻ ትነብር። ክፋትሑ ከለዉ እውን በቃ ከም ሃገርና ይበሃል ኣብ ዝኾነ ደረጃታት ነይሩ ኣብ ዝኾነ ኩነታት ነይሩ ወሊዱ ተፋቲሑ ወሊዳ ተፋቲሓ ተኸሊል ገይሮም ኣብ ርእሶም እውን በቃ ሰብ ዝገበሮ ክንገብር ኣለና ኣብ ተክሊል ንባዕሉ ክኸም ፅሒፋቶ ዘሎ ውድድር እዩ ዘሎ ንኣብነት ሲ ብዙሓት ኣለዋ ሕጂ ኣብዚ ሚድያ ንፈልጠን ድሕሪ ወርሒ ተኽሊል ገይረን ንርኢ ነርናየን ነድንቕ ነርናየን ወሊደን ዝመፃና ኣብ ክርስትና ተኽሊል ገይሮም ንሪኦም ወሊዶም ነይሮም ተኽሊል ገይሮም ንሪኦም ተኽሊል ንመን ይፍቀድ ቁርባንከ ንመን ይፍቀድ መብዛሕትኡ ህዝቢ ክርስትያን ይፈልጦ እዩ ሰብ ውሽጥና ኣይፈልጦን ደገና ርእዩ ከድንቐና ይኽእል እዩ ፈጣሪ ግን ውሽጥና መንነትና ግብርና ይፈልጦ እዩ ንፈጣሪ ኣጉሂኻ ንፈጣሪ ኣሕዚንካስ ንሰብ ንምሕጓስ ምጽዓር ንባዕሉ ሓደ ካብቲ ምልክት ድሕረትና ዘይምፍላጥና በቃ ኣብዚ ተሓተ ኣብዚ ድሓረ ኩነታት ከም ዘለና እዩ ዘረድረካ ስለዚ ከም ገዛኹም ንበሩ ከም ገዛኹም ጉዳይ ሕልፉ ኢልኪ ኢኺ ክትመኽርዮም ዘለኪ ሱቕ ኣይትበልኦም ማለት ከምዚ ናይ ሕጂ ዘይሰምዕዋ ተኾይኖም እኳ እንታይ ክግበር ምንም ክግበር ኣይከኣልን ነገር ግን እንድሕር በቃ ሱቕ ኢልክን ከም ሰብና ንኹን ኢሎም ኹን ሱቕ ኢልክን ትድግፍኦም ኮይንክን ግን ተቓወምኦም እቲ ገንዘብ እቲ ድኻም ናትኪ እዩ እቲ ተሕልፍዮ ዘለኺ ከርተት ሓው ከይርእዮን ሓፍቲ ከይትርእዮን ዘላ ስለዚ ብግልፂ ክትዛረብኦም እዩ ዘለክን ኣነ እውን ክወልድ ይደሊ እየ ኣነ እውን ክምርዖ ይደሊ እየ ከዕርፍ ይደሊ እየ በቃ ከም ገዛኹም ግበሩ። ጽባሕ ካብ ተፋቲሖም መጺኦም ምሽዋር ክፈሊ ዝብሉኒ፣ ጽባሕ ካብ ተፋቲሖም ወይ ከዓ ቆልዓ ሒዞም ድራር ለይቲ ስኢኖም ጠሚና ዝብሉኒ፣ ገዛ ኸራይ መኽፈሊ ስኢኖም ጸጊሙና ካብ ዝብሉኒ ብታ ዘላ ብዓቕሞም ይመርዐው፣ ብዓቕሞም ከዓ ሓዳሮም ይመስርቱ። ብዓቕሞም ናይ ሓዳሮም ከድልዮም ዝኽእል ነገራት ንሱ ተዳልዮም ተረዳዲኦም ሓዳር ይግበሩ ኢልክን ምኸሮ። ሓውኪ እግር ክተትክልዮ ተኾይንኪ ልዕሊ ዓቐን ብምምርዓው ዘይኮነ ልዕሊ ዓቐን ገዝሚ ብምግዛም ዘይኮነ ዝኾነት ህይወቱ ብክልተ እግሩ ጠጠው ኣቢሉ ክመርሐላ ዝኽእል ነገር እንድሕር ደኣ ርኢኽዮ እንድሕር ደኣ መንገዲ ርኢኽዮ ኢኺ ንሓውኪ ይኹን ንወድኺ ይኹን ንሓፍትኺ ይኹን ክትጠቕምዮም ትኽእሊ። ሰብ ኣድነቐ ኣየድነቐ ሓመየ ኣይሓመየ ክንድዚያ ክውስኸልካ ወይ ክቐንሰልካ ኣይኽእልን። ስለዚ ብፍላይ ዝሰምዑኹ እንተኾይኖም በቃ እምቢ ምባል ከኣላ። መጀመርያ ገዛ የስርሑለይ፣ መጀመርያ ተሰሪታ ዘላ ገዛ ትወዳእ፣ መጀመርያ ገዛ ይግዝኡለይ ብድሕሪኡ ከመርዕዎም እየ በልኦም። ብድሕሪኡ ከዓ ብዓቕሞም ክምርዐዉ ከም ዘለዎም ብፍላይ ገንዘብ ኣብዚ ክትሕዛ ትኽእላ ተኾይንክን ገንዘብክን ሒዝክን እንድሕር ዘይርድኡልክን ኮይኖም ምዝራብ ከኣላ። ሓሳብክን ብነፃነት ምግላፅ ከኣላ። በቃ ድኻምክን ይኹን ሕማምክን ተዛረቦ። ናብዚ ሓፍተይ እውን ክምለስ ከለኹ በቃ እንድሕር ሕጂ ንባዕልኺ ኹኒ ድደጋጊምኪ ናደወል ከዓ ኣስርሑለይ ገዛይ ኣስርሑለይ ናበልኪ ረብሽዮም ገዛ ከነኸትሰራሕ ኩሉ ግዜ ናደወልኪ በቃ ዘረባ ከንሳን ንሳን ገበርያ ንማንም ኣይትሃቢ ደጊም ዓርስኺ ከኣሊ በቃ ኣነ ይኣኽለኒ ይበል ዓሰርተ ዓመት ማለት ቀሊል ኣይኮነ ናይ ዓሰርተ ዓመት ዋጋ ከፊልክሎም ኢኺ ስለዚ ደጊም ንባዕልኺ ኩኒ ኣስርሑለይ ናበልኪ ረብሽዮም ኢኺ ኩሉ ንውሽጢ ጌርኪ ሱቕ ኣይትበሊ ኢኺ ሓደ ግዘ ክልተ ግዘ ተዛሪብኪ ስለ ዘይተረደኡልኪ ውን ተስፋ ኣይትቑረጺ ደጋጊምኪ ተዛረብዮም ኢኺ ይብለኪ ኣጆኺ እግዚኣብሄር ኣምላኽ ሓይሊ ይሃብኪ ንድሕሪ ሕጂ ከዓ ጠንኪርኪ ገዛ ከተስርሒ ትኽእሊ ኢኺ ተስፋ ኣይትቑረጺ እየ ዝብለኪ ክብርቲ ሓፍተይ ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስጋዕ ንራኸብ ሰሰናዩ ንዓኹም ባይ ባይ